ስኽ በቃ ሎምሽ ተስፋ ቁርጽ ተብል ሱቕ ኢልካ ናይ መወዳእታ ክኾነካ ናሃለየ ብጣዕሚ ተሰላኺትኻ ምግቢ የለን ሕሰዎ ምግቢ ኣይብላዕን ተምሪ ነይሩ ኣብዚ ባሕረይ ተምሪ እውን ብዙሕ ኣነ ኣይበላዕኹይ በቃ ሱቕ ኢለስ እዚታተይ ነቂጹ ጎሮሮይ ነቂጹ ኣካላተይ ኩሉ ተሰናቢቱ ውይ ብቻ ብኣፍካ ክተዕልሎ ኩሉ ነገር ቀሊል እዩ እና ሱቕ ኢለስ ተሰላኺተ ኣምላኽ ኢለ በቃ ንኣምላኽስ ውሰደኒ ውሰደኒ ኢለዮ ማለት እዩ ብስሩ ውሰደኒ ካብዚኣስ ኣይተልዕለኒ ቀስ ኣቢልካ ውሰደኒ ድሕሪ ኣብዛ ጃልባ ለስታውሳ ሓንቲ ቆልዓሲ ብጣዕሚ ጨኒቕዋ ማለት እዩ ብጣዕሚ ጨንቃ እሞ ናብኦለይ ናብኦለለይ ምስ ብዙሕ ኢኻ ትበኣስ ብኡ ሓሊፍኩም ኢኹም ትፈልጥዎ ኢኹም ኩለኹም ስደተኛታት ኣሕዋተይ በተለይ ብባሕሪ ዝተመላለስኩም ትፈልጥዎ ኢኹም እና ብጣዕሚ ኢኻ ትጨናነቕ ኣብ ክንዲ ባዕልኻ ንባዕልኻ ትረዳዳእ እማ ናጨንቂ ይመስለኒ ኣታ ናብኡይ ዶ በሊ ኣቲ ናብኡይ ዶ በሊ ናተባሃልኻ ትበኣስ ገለ ኢኻ ዋ ሓንቲ ቆልዓ ታይ ትገብረና ጭንቕ ምስ በላ ከም ቦሚት ልመፅኣ መሲላ ዑዕ ትብል ማለት እዩ ምንም ነገር ግን የብላይ ዑዕ ምስ በለት ገዲፍና ላውዚ ላውዚ ላውዚ ላውዚ ኢልና ኣላ ወየ ተን ስደተኛ ተኮይንካ መቸስ ዘይሕጋዊ ስደተኛ ተኮይንካ ወዲ ዓድካ ንባዕሉ እዩ ዝላገፀልካ ብጣዕሚ ኢና ተፈቲና እና ገንዘብ ከዓ ኣነ ኣይነበረንን ኣይሓስክዎን እዛ ምሳይ ዝነበረት እያ ገንዘብ ሒዛ ነይራ ንሳ ከዓነይ በቃ መጀ ስደት ክትወፅእ ተኮይንካ ገንዘብ ኣብ ዘይርከብ ኢካ ተቕምጦና ኣብኢታት ኣቕሚጣቶ ነይራ ከምቲ ነውፅኦ ጨኒቑና የብል መኪና እኒኣ መኪና ታይን ዝበሃላ ዘን ዓበይቲ ኤፍኤስኣር መኪና እኒኦዋሲ ኣብ ክልተ ተመቒላ ብኦምስ ሰብ ክልተ ማሳቒሎምዎ ኣወዳት ኣወዳት ብታሕቲ ተዓዊጦም ኣዋልድ ኣዋልድ ከዓ ብላዕሊ ሰላም ሰላም ክብራተይ ብዘለኹምዎ ኮይንኩም ነዛ ቪድዮ ትሪኡ ብምልእኹም ሰላምኹም ብዝሕ ትርፍ ይበለለይ ነዛ ቻናል ሓደሽቲ ዝኾንኩም ሳብስክራይብ ብምግባር ቤተሰብ ኩኑ ነዛ ቪድዮ ከዓ ላይክ ብምግባር ጀምርዎ ክብራተይ ሎም መዓንቲ እንታይ ሒዘልኩም መፅ እኒኦኹ ኣብ ዝሓለፈ ቪድዮ ከም ዝበልኩኹም ቃል ብዝኣልኩተክልኩም መሰረት እንታይ ኢለኩም ነይረ ናይ ስደት ተጓንፎ ክኸድ እናሃለኹ ጀሚሩ ክሳዕ ዝምለስ ነበረ ተጓንፎታት ሸር ክገብረኩም እየ ኢለኩም ነይረና ሎም መዓንቲ ፓርትዋን ዋላ ኣሕፅር ኣቢለ ሸር ክገብረኩም እየ መፅየ ማለት እዩ ክቡራተይ ቪድዮ ናብ ኩሉ ምእንታይ ክወፅሕ ቫይራል ምእንታይ ክወፅእ እውን ላይክ ብምግባር ጀምሩ ወይኹም ካብኡ እንታይ ድዩ ከምዚ ትርእይዎ ኣለኹም ኣብዚ ኮፍ ኢለሲ ኮፍ ኢልና ነርና ሱ ኢልና ተጫዋትና ገለስ ትድባቡስ ደስ ይንዋ ኣይትተስእ ኣይትተስእ መፅኒ እና ኣነ ከዓ ንምንታይ እዚኣ ኮፍ ኢለ ሸር ዘይገብሮም ኢለ ሸር ገብረኩም መፅየ ማለት እዩ ታይ ድዩ መጀመርታ ስደት ክትወጽእ ናሃለኻ ካብ መጀመርታ ካብ ገዛኻ ኣትሒዙ እዩ እቲ ፈተና ከምዚ መብዛሕትኹም ትፈልጥዎ ኣይኾነን ዶ ንስደት ናብ ርሑቕ ዓዲ ክትኸዱ ኣይ ካብዚኣ ናብዚኣ ሰፈርኻ ገዲፍኻ ዝለመድኻዮ ሰፈር ዝተኻረኻዮ ገዛ ገዲፍኻ ንክትወጽእ ኳስ ዝኾነ ዕግርግር ዝብለካ ነገር እኒኦ ኣነ ስደት ክወጽእ ናሃለኹ ኣርሱ ጓለይ ጓል ዓመትን ሸሞንተ ወርሕን እያ ነይራ ከምዚ ማንኛውም ወላዲ ካብ ውሉዱ ክፍለ ዝስምዐካ ስምዒት እኒኦዎ ዶ እሱ በቃ ኣብ ማንኛው ወላዲ ዘሎ እዩ ናተይ ከዓ ሕልፍ ዝበለ ንኣርስዋይ ዝነበረኒ ፍቕሪ በቃ ብንእሽተየ የውን ግዲ ወሊደ እያ ኣይደኖ ንምንታይ ምዃኑ በቃ ዝተፈለየ ፍቕሪ በቃ ሕልፍ ዝበለ ፍቕሪ ነይሩንዋ ሰፈርና ሐዚ በቃ ይፈልጣ እየን ነይረን ገዛና ንባዕሉ ኣይ ምቅርታ ምቅርታ እየ እኔ መባል ገለ ስለ ዝብላ ነበርኩ ምቅርታ ምናምን እየን ዝብላ ነይረን ካብኡ ከምዚ በፍንጫ ክዲ ኮሊድክያ እየን ዝብላኒ ነይረን እና በቃ ንኣርስዋይ ዝነበረኒ ፍቅርስ የተለየ እዩ በቃ ዝተፈለየ እዩ ካባይ ገዲፈያ በቃ ክትፍለየኒ ዕዳጋ ክወፅእ ንዋዕሉስ ብስሩ ኣይገድፋን ነይረዋ እዚ ማንም ደቂ ሰፈረይ ትፈልጡ ኢኹም ይፈልጥ እዩና ሓሲብኩምዎ ዲኹም ዝኹላይ ፍቕሪ ናይ ውላደይ ናሃለየኒ ስደት ምኻድ ክሓስብ ናሃለኹ ዓብዪ ፈተና እዩ ነይሩ ንዓይ ዝሮዝሮ ከምዝበልናየና ምዛ ብጣዕሚ ዝፈትዋ ጓለይ ኣርሶይ ከም ሕዝ ተፈላሊና ኣይትረዩና ኣነ ካብ ስደት መፅኦ እኳ ንባዕሉስ ደቂቃ ንፈላለ ይመስለኒ ነይሩ ማርያምን ግን ውላድ ሕሱም እንታይ ዝበሃል ከቢድ እዩ ብዝኾነ ግን ኣብ ኮሚታት ዓይነት ስምዒት ንጓለይ ንሃለኹ እየ ስደት ሓሲበ ስደት ሓሲበ ምስ ወፃኹ ያው ብሶማል ስለ ዝኸድና መጀመርታ እቲ ናይ መጀመርታ ካብ ዓዲ ቀፂሉ ከዓ ካሊእ ተጓነፎ እንታይ እዩ ገጢሙና መሲልኩም ተፍትሽ ነይሩ ፈተሻ ነይሩ ሃረር መእተዊ ሃረርስ ዓብዪ ኬላ ነይሩና ኣብኡ ንተሓዝ ሓሙሽተ ኮይና ኢና ካብ ገዛ ወፂና ካብ ትግራይ ወፂና ሓሙሽተ መኻይዲ ማለት እዩና ክልተ ዋላት ሰለስተ ኣወዳት ካብኡ እንታይ ዲ ገጢሙና መሲልኩም ከሕዝነካ ሰለስተ ኣወዳ ሰለስቲኦም እዎ ኣወዳትና ሓንቲ ጓል ኣነ ሰለስቴና ተታሒዝና ናብ እስር ቤት ኣቲና እዛ ሓንቲ ጓል ካባና ተፈልያ ይሰድዋ ማለት እዩ ደሓር ሰለስተና ማነው ኣርባዕቴና ኣነራውዓይቶም ምስ ተተሓዝና እንታይ ኢና ንገብር እስኻትክን ተሓሊፍክን ችግር የብሉን ክነርክበክን ኢና ይብሉና ስለ ዝነበሩ ኣብዛ እስሪ ቤት ምስ ኣተና ዝሓንቲ ቆልዓ እውን ምስ ኸደት ምስ ኣሕለፍዋ ብመኪና ምስ ሓለፈት ንስኺ እውን ካብ እስሪ ቤት ውፅሞ ኣርክብያ እዮም ኢሎም ነይሮም ካብዛ እስሪ ቤት ኣነ ከዓ ልበይ ከም ገለ ናበለኒ ካብ እስሪ ቤት ይወፀልኹም ሓውዚ እስርቤት ከዓ ሚእቲ ቅርሺ ሒዘ እየ መፅኤ ሚእቲ ቅርሺ ሒዘ ሲ ናበይ ልክቶ ኢሎምኒ ምናልባት ሞዴስ ወይ ገለ ክገዝእ እያ ክብሎም ኢለ ካበያ መፅኣት ለይቲ ሓሳብ እኳ ይደኖ ካስ ወዲያው ትሕዘ ቢለ እዛ ሚእቲ ቅርሽስ ይኸድ ማለት እዩ ካብ ከይተረድአኒ ከምዚ ኢሎም ኣብዚ ጥቃ እስርቤት ሲ ሻሃቡና መበሊ ነይሩ ቦታስ ኣብኡ ኮፍ ኢሎም ንሃለውስ ብሕሱም ድንጋፅ እምብታሕቲ ልኸድ ኢለስ ብኣቶም ፍጉር ኣቢለዮም ይኸድ ማለት እዩ

ናበይ ከም ዝኸድ ኣይፈልጥይ ነይረ በቲ ሓደ ፅርግያ ንሃረር መኸዲ ፅርግያ እዩ እኒኦ በረሃማ ነገር እዩ ከምዚ ብዙሕ ሰብ ኣይብሉን በቲ ሓደ ኣንፈት ከዓ ጣሻ እዩ ነይሩ ማለት እዩ ኣነ ከዓ ናብዞም ፖላዊስ ምእንታይ ከይኸድ ኢለ ናብዚ ጣሻ ገፅ ይኸደልኹም እዛ ሓንቲ ሓፍተይ ዝሓለፈት ከዓ ንእሽተይ ምስ ተጓዓዘት ወራጅ ኢላ ብማዕዶ ትርእየኒ እሞ ወራጅ ኢላ ትወርድ ናባይ ትመፅእ ኣብኡ ምስ ወረድና እዞም ወያላታት ናይዚ ሰፈር ክነግረኩም ይኽእል መሕለፊ ኣስኢኖምና ታክሲ ትደልያ ድኽም ከምዚ ዘይብሉና ተኣምር የለን ማለት እዩና በቃ ከምዚ ዝተሓዋወሩ መሲሎም ምሕላፍ ክልእ ኣቢሎምና እግረ እግረና እናመፁ ንናብ ዝኸድናዮ ናኸዱ ተኾብ ኢሎምና ካብኡ ኣነ እንታይ ኣለኒ መሲልኩም ሰብ ብጣዕሚ እዩ ምጥያቕ ዝፈቱና ናብ ዝኾና ሰባት ንዕና ይብላ እዛ ቆልዓ እሞ ምስታ ቆልዓ ያው ተራኺብና ኢና እኒኤና ሰዲዶምዋ ነይሮም ኣብ ዝተፍትሽ እሲ ምስ ርአየትኒ ተመሊሰ እያ ወሪዳ ኣን ዘንባናና ንሽቅጣ ነይረን ከይድና ነነጋግረንና ረ በይዛ ክነብዚ ተታዒዝና እኒኤና ከምዚ ከምዚ ገጢሙና ኢ ናበይና ንኸዶ ሃረርስ ኣበይኒያ ብምንታይ ክንከድ ንሃረርስ ብምንታይ ተኣቱ ናብዚ ዓብዪ ከተማ ንብለን በቃ ኣጆኽን ተረጋግዓ ይብላና ሓንቲ ከስተመር እያ ይመስለኒ ብቻ ኣብኡ ትገዝእ ነይራ እንታይ ኾንኽን ትብለና እሞ ኩሉ ንናገራ እውይ ኣሕዝን ኣቢልና ያሳ ከዓ ገዝኣ ትወስደና እንታይ ኢላትና እ፣ ሃረር አይደለም ሰው ጅቡ እንኳን ምንም አይልም አይናከስም አይባላም ምናምን እዩ ዝበሃል ነይሩ ኣሎሙ ግን በቃ ተቐይሩ ጸኒሑኒ እዩ እዞም ወያላታት ከፊኦም እዮም ጸኒሖም ከምዚዮም ዝገብሩ ከምዚዮም ዝገብሩ ከምዚዮም ዝገብሩ ትብለና ኣላ በቃ ውይ ሎምማ ጠፊእና ኢና መምለሲ የብልና ኢና ንፈርሕ ማለት እዩ ኣብዛ ሰበይቲ ብርኽቲ እያ ነይራ ኣጋጣም ከምዚ መስከረም እንዲ ነይሩ ንዕረፍቲ እያ ዓዳ መፅያ እምበ ኣዲስ ኣበባ እያ ትሰርሕ ነይራ ንዕረፍቲ ግን መጽያ ኣብ ተዕርፍ ነይራ መዕረፊ ገዛ ነይርዋ ናብ ወሲዳትና ገለ ከምዚ ከምዚ ተቐይሩ ጸኒሑኒ ሃረር ኢላ በቃ የሌለ ነገር ትናገረና እሞ ፈሪሕና ምስኣ ንውዕል ማለት እዩ ምስኣ ውዒልና እንታይ ኢላ ትዛረበና ሕዚ ንስኻትኽን ህፃውንቲኽን ኣናእሽተይኽን ቀጥ ኢልክን ሃረር ኼዳ እሞ ካብ ሃረር ናብ መናሃርያ ከድክን ኣዲስ ኣበባ ተመለሳ ከኣዲስ ኣበባ ንዓድኽን ቀጢልኽን ኺዳ ኢላ የሌለ ስብከት ሰበይኻትና በርግጥ መልካም ሰበይቲ እያ ፅቡቕ ሓሲባ መቸስ ዘይሕጋዊ ስደት ማ ንመይፈቕደኑና ክንከድ ከም ዘይብልና ብጣዕሚ ብዙሕ ነገራት እያ ትናገረና ማለት እዩ ካብኡ እዛ ምሳይ ዝነበረት በቃ ብዛናታ መስመር ብዛናታ መንገድ ብዛናታ ምክሪ እየ ክኸድ ትብል ማለት እዩና ኣይ ችግር የብሉን እሞ ሃረር ሞእትውና ይብል ኣነ ከዓ ብዛ ውሽጠ ሃረር ኮንትራት እንትን ፀዊዓ ባጃጅ ፀዊዓ ንሃረር ትሰደና ኣስማዕሚዓ ባዕላ ማለት እዩ ካብኡ ንሃረር ናኸድና ናሃለና እዙ ታክሲ እዚ ሽፎር ተስማዕሚዕና ልኸድናዮ ኣብ መንገዲ ገንዘብ ትውስኻ ይብለና ስደተኛ ተኮይንካ መቸስ ዘይሕጋዊ ስደተኛ ተኮይንካ ወዲ ዓድኻ ንባዕሉ እዩ ዝላገፀልካ ብጣዕሚ ኢና ተፈቲናና ገንዘብ ከዓ ኣነ ኣይነበረንን ኣይሓስክዎን እዛ ምሳይ ዝነበረት እያ ገንዘብ ሒዛ ነይራ ንሳ ከዓ ነይ በቃ በጃ ስደት ክትወፅእ ተኮይንካ ገንዘብ ኣብ ዘይርከብ ኢካ ተቕምጦ እና ኣብኡ ኢታት እያ ኣቕሚጣቶ ነይራ ከምቲ ነውፅኦ ጨኒቑና የብለይ እውን ትብለኒ እሞ ፅንዕ እብለና በቃ ገንዘብ እንድሕር ክንደዚ ዘይትባኒ ኣብዚ ክድብረየክን እየ እዞም ወያላታት መፂኦም ደስ ልብሎም ይገበርኹም ምናምን ይብለና ኣሎ ኣነ ግደፍዎ ብክያት በቃ እዚ ተቕልደለይ ናሃለ ዛመ ካየድና ዋ ሽዑ ዝንባዕክዮ ንብዓት እሲ ንሓደ ቤተሰብ ኮነክ ነይሩ እዩ ገለ ምናምን እያ ትብለንና ብጣዕሚ ስሜታዊ ዝኾነ ኣነ ከዓ ክፍእ እዩ ዝብለን በተለይ ሰብሲ ተስማዕሚዑ እሺ ኢሉ ናወሰደናስ ኣብ መንገድስ ክሕድ ኣቢሉና እና ብጣዕሚ ከፊኡኒ በቃ ኣነ እኮ ክርስትያን እየ ኢሉስ በቃ መንጠሉስ ከምዚ መስቀሉስ ክብጥስ ሓቂ ከምስል ገለ በቃ ዋ ሰብ ከምዚ ይቕየር ድዩ ኢለ በቃ ግራ ኣትዩኒ ማለት ኢና ብቻ ዘይርስዖ ኣጋጣሚ ሓደ ንሱ እዩ ካብኡ እሺ ንስኸ ካይና ገሌልናዮ ከም ዝበለ ኢሉ ሃረር መናሃርያ የእትየና ቅርሺ ንሆ እሱ ይፍለየና ማለት እዩ ኣብዚ ሃረር መናሃርያ ከዓ መስቀል መዓልቲ እያ ነራ እዛ መዓልትስ መስቀል መዓልቲ እያ ነራ ኣጋጣም ኣብዚ ሃረር ምስ ኣተና ኣነ እዛ ቆልዓይ ሓሳብና ተኸፋፊሉ እዛ ቆልዓ ዓድና ንመለስ ትብለኒ ኣነ ከዓ ኣይምለሲ በቃ ንኹና ንኹን ኣይምለሲ ከርኽውና እዮም እዞም ምሳና ዝተኣሰሩ ኣንሕና ግን ንቐፅል ይብላ እሞ ኣብኡ ክልቴና ምስ ምዕማዕ ኣወና ኣለኹም ኣብዚ መናሃርያ ኣብኡ ስምምዕ ምስ ኣበና ከዓ ጭንቂ ትፈቱ እዛ ምሳይ ዝነበረት ዋይ ጭንቂ እንታይ ኢኹም ዝኸኢላ በዚ ኣጋጣሚ እዚ ቪድዮ እዚ ዝሰምዐዮ ትኾን ኢኺ ብጣዕሚ ደስ ልብል ሂስትሪ እዩ ዘለና ሓደ መዓልቲ ብሓንሳብ ኮይና ንዕለኩም ኢና ብዙሕ ነገር ኢና ብሓደ ኣሕሊፍናና ዝሮዝሮ ግን ኣብዛ መናሃርያ ክልቴና ሓሳብና ተፃራሪ ይኾን እሞ ኣብኡ ኖኖ ኖኖ እናተባሃልና እንደገና ከዓ ማፍያታት ይመፁና መኪና ከይሓዝና ማፍያታት ምስ ሓዙና ማለት እዩ ካሜራ ማነ ተገሪማ ስለትሰምዐና ንኸምኡ እየ ስሒቐ ማፍያታት ምስ መፁና ሃዩ ንሳቶም ከዓ ክበብ ኢሎምና በቃ ምፍታሕ ኣውዮምና ኣነ ማርያምን ከምዚ ምዃንስ ኣይፈልጥ ነይረዋ ኣገዛ ዓድኻስ ከምዚ ዶ ይገጥመካ እዩ ኢለና ስደተኛ ተኮይንካ ሓስታይ ድዩ መስለኒ ነይሩ ብሰዓቱ ያው በርግጥ ብንእሽተየ እውን ወፂዋ ከምዚ ካባኻስ ገንዘብ ጥራሕ ኣይኮኑን ንደልዩ ዝመስለኒ ነይሩ ከምዚ ዘትሕዙኻ ከምዚ ዝቆስሉኻ ከምዚ ገለ ዝገብሩኻ ነገር ኮይኑ እዩ ተሰሚዕንዋ ግን ንሳቶም ለካ ንእሽተይ ገንዘብ ውህው ተቢልካዮም ይፏትሑኻ እዮም ኣንሕና ከዓ ከምኡ ይመስለና ነይሩና ሃው ሰብ ቀናፍቲ ተኸድና ምሳና ይመፁ ናፍቲ ተኸድና ፖሊስ ክነምፅና ተበሉ ግዛዕ ተበሉ ግዛዕ ዘይብልዎ ነገር የለና ከዓ ኣነ እውን ከም ኣመለይ ናብ ሓደ ካብዚ መናሃርያ ውፅእ ኢልና ውጹእ ምስ በልና ደድሕሬና እዮም ወጺኦም ካብኡስ እስኪ ኣብዚ ጽንሑን ኢለ ናብ ሓደ ፍርናሽ ኮምፎርት ምናምን ዝሸጥ ናብኡ እትው ኢለሲ ነገራት ኩሉ የዕልሎ ከምዚ ከምዚ ገጢሙና ምፍላይ ኣውዮምና ዞም ሰባት እሲ እታ ክንገብሮም ከዓይሎ ማለት እዩ ንሱ ከዓ ተብሉኒ ኣይ ትንሽ አንድ መቶ ሀምሳ ብር ምናምን ስጫቸውና ሳሸጫቸው አይገላገልሽም ምናምን ይብሉንና ይብለኒ እሺ በቃ መቶ ብር እንሰጥሃለንና ኣልጋ ሳየን ይብሎ ንዚ ሓደ ካእ መፂኡ ምሳና ኣልጋ ኣርእዩ ኣልጋ ኣትሒዙና ኣቲና ማለት እዩ ኣብ ሃረር ኣብ ባዕሉ ንጅጅጋ ክንከድና ተገበአና ሕለፋን ጅጅጋ እዮም ኢሎምና ነይሮም ምናልባት ከምዚ ተገጢሙ ንስኽን በቃ ትሓልፋ ንጅጅጋ ትኸዳ ገለ እዮም ኢሎምና ነይሮም ዝሮ ብትዊ ኩልል ኣብ ሃረር ኣልጋ ሒዝና ወይ ከዓ ዓራት መደቀሲ ሒዝና ንሓድረልኩም ካብኦም እዞም ቆልዑ ያው ተወሰነ ቅርሺ ሂብና ኣፋኒናዮም ኣብዛ ዓራት ኸ እንታይ ኢላ እያ እዛ ምግብስ እንታይ ኢላ ክትብልዐልና በቃ ብሕሱም ድንጋፅ ብሕሱም ፍርሒ ምግቢ ኣምፂናማ ከይበላዕና እየ ሓዲርና

ብዝኾነ ንደዋወል እሞ ምስ ተደዋወልና ምስዞም ቆልዑ ኣይ በቃ ኣብ ከምዚ እኔና ናብ ከምዚ ንዑ ንብሎም ንሳቶም እውን ካብ መኪና ዘሊሎም እዮም ተመሊሶምና። መቸም ዘይሕጋዊ ስደት ከቢድ እዩ። ካብ መኪና ዘሊሎም ካብ መኪና ክትዘልል ምውቃዕ ኣሎ፣ ምፅዳፍ ኣሎ፣ ምጉዳእ ብዙሕ ነገር እዩ ዝገጥመካ። ኣጋጣሚ ኮይኑ እዞም ናትና ምንም ኣይኮኑን። ናተመለሱ ናሃለዉ ካብ መኪና ጸዲፎም ዘሊሎም የርኩና ንሃረር ሃረር ክሃረር ከዓ ጉዕዘና ንቐጽል ጉዕዘና ቀጺልና ኣብ ኢታ ዘሎ ብዙሕ ነገራት ኣሎ ኣብ መንጎዋ ኣብ መወዳእታ ግን ናበይ ንኸድ መሲልኩም ውጫለ ትበሃል ናይ መጨረሻ ዓዲ ውጫለ ይመስለን ናይ ሶማል ናይ ኢትዮጵያ ሶማል መጨረሻ ዓድስ ውጫለ እያ ትበሃል እሞ ኣብኡ ከዓነ በቃ ዘም ወያላታት ይመፁና ማለት እዩ ከምዚ ኩለና ናኸድናሲ እቶም ክልተ ወዳት ብልየ ሰለስተ ኮይና ከዓነ ኣቦ ጓለይ እውን ምሳይ እኒኦ እዩ ሕሰዎ እና እዛ ሓንቲ ጓል ሰለስተና ኮይና በቲ ናኸድናስ ሓደ ህፃን ቆልዓ ይምፅእ ኢሉስ ከምዚኣ ገይሩ ትሕስ የብለኒ እሞ ወርያ ወርያ ወርያ ይብሎም ኣሎ ማለት እዩ ወርያ ኢሉ ፀዊዕዎም ከምዚ ከመይ ገይረ ከረድአኩም ወርያ ማለት ሲ ከምዚ መፀውዒ ኣሎ ምሽ ህዝና ትግራዋይ ገረ ተልካ ናማንም ትግራዋይ መፀውዒ ዝበሃል ብከመይ ከረድአኩም ሕዚ ሙስሊም ወይ ስዕዲ ዓረብ ሕዚ መሓመድ ይብሉ ንዝኾነ ወዲ ክፅውዑስ መሓመድ እዮም ዝብሉ እዞም ሶማል ከዓ ዋርያት ተታሂሎምስ ናይ ባዕሎም መጻውዒ ይመስለኒ ህዛን ህጻን ቆልዓ ትሕዝ ኣቢልንስ ወርያ ይብሎም ኣሎስ ካበይ መጺኦም ከ ዘይተባሃሉ እንዳለ ዙርያና ክብብ ኣቢሎምና ኣብ ልቅቅኝ ኢለ ኣነ ከዓ ንዚ ቆልዓ ዘም ቆልዑ ርኢ ምስ ኣበልኩ ካብኡ ኢደይ ከምዚ ገይረ ጉያ ናብኣቶም ናብዞም ክልተ ቆልዑ ማለት እዩ ካብኡ እዛ ምሳይ ዝነበረትና ኣቦ ጓለይ ወሪሮም ሒዞምዎ መኡ እንታይ ኢሎም ክሰድዎም ምስ ሓዝዎም ኣነ ናብዞም ክልተ ወዳት ኸይደ ኣርኪዮዮም ናብዞም ምሳና ዝተወገሱ ኬድና ናብቱ ዝግበአና ቦታ ናብቲ ደላሊ ድዩ ናብ ዝኾነ ገዛ ንኣቲ ናብዞም ስደተኛታት እቶም ክልተ ምሳይ ዝነበሩ ኣቕሪዮምዎ ማለት እዩ ናብ ዝኾነ ናባዓልቶም መዐሸጊ ይዕሽግዎ እሞ ኣነ ክዓ ኣቦ ጓለይ ቀርዩ በቃ ክፅለል መን ደኣ እኒኤኒ እታ ሓንቲ ጓል ከዓ ሓደ ወዲ ነይረኡ ናቱ ሓደ ራያ ነይራ በቃ እሱ ብኣኣ ኣነ ከዓ ብናባዕለይ ግደፍዎ ብዙሕ ነገር ዓሊፍዋ ካብኡ ድሕሪ ሰለስተ መዓልቲ ድዩ ኣርባዕተ መዓልቲ ገንዘብ ከፊሎም ይሰድዎም ማለት እዩ ኩሎም በቃ ድሌቶም ገንዘብ እዩ በቃ ማርያምን ገንዘብ ገንዘብ ገንዘብ እዮም ዝብሉኻ ገንዘብ ኣብ ዝኾነ ይኹን ቦታ ገንዘብ ናሃብካ ገንዘብ ናሸኳዕካ ኢኻ ትሓልፋ ብዝኾነ እዛ ውጫለ ትበሃል ዓዲ ብኸምኣ ድሕሪ ሰለስተ መዓልቲ መፂኦምና ካብኡ ጉዕዘና ንቐፅል ጉዕዘና ቐፂልና ብዙሕ በቃ በረኻታት ብእውነት ኣነ ሽዑ ይብል እግዚኣብሔርን ኣቦ ጓለይ ተዘይህሉ ነይሩ ምሳይ ተስፋ ቆሪፀ በረኻ ምሞትኩ እየ ዝብል ትሕቲ ኣምላኽ ምክንያቱስ ነበረ በረኻ ስቑሉ ተስፋ ዘቑርፀካ ማይ ይፀምአካ ዝኾነ ዓሲር ዝኾነ ለስላሳ ነገር ኣብ ሃይላንድ ዘሎ ይውካ ሓዊ ዝሓረረ ከመ ጌርካ ክትሰትዮ ስቕ ኢሉስ ኣጨንቕ ዘብል በረኻታት ኢና ሓሊፍና በዛላይ መኪና እኒኣ መኪና እታ እየን ዝበሃላ ዘን ዓበይቲ ኤፍኤስኣር መኪና እኒኦዋሲ ኣብ ክልተ ተመቒላ ብኦሙ ሰብ ክልተ መሳቒሎምዎ ኣወዳት ወዳት ብታሕቲ ተዓዊጦም ኣዋልድ ኣዋልድ ከዓ ብላዕሊ ውትፍ ኢና ኢና በቃ ከምዚ ጨኒቑና ማለት እዩ ብጣዕሚ ስለ ዝተወተፍና እቶም ደቂ ተባዕትዮ ኣሕዋተይ ሕሰዎ ኣብዚ ትሕቲ ጣውላ ኣብዛ መኪናስ ትሕቲ ጣውላ መናፈሲ የብሎም ግዛዕ የብሎም ኦይ ናበልና ድዩ ናጉራዕና ድዩ ገለ ናበልና ድዩ ክንደይ በረኻታት ንጓዓዝ ገፅና በቃ ብስሩ ነብስና ሂወትና ኩሉ ናብ ሓመድ እዩ ተቐይሩ ብኣፍካ ክተውግዖ ብጣዕሚ እዩ ቀሊልና እዚ ክንደይ በረኻ ዝሮ ከምኡ እናበልና ንሓልፈልኩም ኣብኡ ቦሳሶ ዝበሃል ዓዲ ከዓ ኣቲና ቦሳሶ ዝበሃል እውን ብዙሓት ሓበሻ ኣብኡ ፀኒሖሙና ክንደይ ደቂ ኣንስትዮ ኣሕዋተይ ኣብኡ ቀሬን ብዙሕ ዓመታት ብዙሕ ነዊሕ ግዜ ኣብኡ ዝወሰዳ ነይረን ዝሮ ዝሮ ነቲ ናይ ባዕለይ ክቐፅለልኹም ከይድና ቦሳሶ ንእሽተይ ቀኒና ናብ ባሕሪ ንኣቲ ኣብ ባሕሪ ምስ ኣተና ዓሰርተ ሸዓንተ ሰዓታት ኣንሕና ናይ ፈጣን ጃልባ ኢና ከፊና ነርና ፈጣን ጃልባ እና ዝድንጉያ ጃልባ እውን እኒኦ ከከም ኣከፋፍላ ከዓ ይመስለኒ ናይ ሰለስተ መዓልቲ ናይ ሰላሳ ሽዱሽተይ ሰዓት ዝሸገሩ እውን እኒኦ ንሕና ግን ኣብ ዓሰርተ ትሸዓንተ ሰዓት ሸጊርና እያ ቅድሚ ባሕሪ ምሽጋርና ግን መጀመርታ እንታይ ገጢሙና መሲልኩም? ባሕሪ ትስፍር ክንብልሲ ላብዚ ጃልባ ትስፍር ክንብልስ ሓይሊ ባሕሪ ዝበሃል እኒኦ ሓለውቲ መፂኦምና ተመላጠጥ ኢልኳ ይህዳም ፍቖዶ ግድሚ ድዩ ፍቖዶ በቃ ኣጆኹም ኣጆኹም እናተባህልና ብኢድና እናተተሓሓዝና ካብ እዚ ፀለምቲ ኣእማን እዩ እኒኦ እዚ መሬት ጉያ ግድፉ ብጉያ ልብና ክምሰት በቃ ድኻም ሞይትና ማለት እዩ ካብኡ ከድና ዝኾነ እምኒ ግድም ግድም ኢልና ተዳኺምና ድቃስ መፂና ደቂስና እዞም ሓይሊ ባሕሪ ኣሊሾም ምስኣና ንዙ ጃልባ ሒዞምዎ ከይዶም ካብኡ ኣጋዋጋሕታ ይመስለኒ ንእሽተይ ዝተወሰነ ሰዓታት ፀኒሑ ይመፀና እሞ ሕቡሽ ኢሉ ይፅውዕና ከካብ ዘለናዮ ተኣኪብና ከዓ ናብዛ እንታይ ይበሃል ናብዛ ጃለዋ ንኣትዎ ማለት እዩ ናብዛ ጃለዋ ምስ ኣተና ኣብዛ ጃለዋ እውን ልክዕ ከምዛና እንትን ተወቲፍካ ኢኻ ትኸድ ውትፍ ቢናኡ ከዓ ተጨናኒቕና ኣብኡ ክንደይ ባእሲ እዩ ዘሎ ኣብ ማእኸል ባሕርስ ዝበኣስ ትግራዋይ እኒዮ ማርያምን በቃ ስቑኢሎም ይጋጭ እዞም መወዳት በተለይ ግደፎ በዓልቶም ንበዓልቶ ብዘግ ይባሉ ንብል ንሕና ዋልድርካ ዓረ ግደፉ ክኣትዉሉ ኣብዛ ምፅባባ ከይኣክል ምውታፍና ከይኣክል ሲ ባእሲ እውን ነይርዎና ካብ በቃ ጭንቕ ኢሉና ደቂ ኣይትተሓለፍ ኢና ሓሊፍና እያ እዛ ባሕሪ እውን ኣብ ባሕሪ ኣብዛ ጃልባ ለስታውሳ ሓንቲ ቆልዓሲ ብጣዕሚ ጨኒቕዋ ማለት እዩ ብጣዕሚ ጨንቃ እሞ ናብኦለይ ናብኦለለይ ምስ ብዙሕ ኢኻ ትበኣስ ብኡ ሓሊፍኩም ኢኹም ትፈልጥዎ ይኹም ኩለኹም ስደተኛታት ኣሕዋተይ በተለይ ብባሕሪ ዝተመላለስኩም ትፈልጥዎ ኢኹም እና ብጣዕሚ ኢኻ ትጨናነቕ ኣብ ክንዲ ባዕልኻ ንባዕልኻ ትረዳዳእ እማ ናጨንቂ ይመስለኒ ኣታ ናብኡ ኢደ በሊ ኣቲ ናብኡ ኢደ በሊ እናተባሃልካ ትበኣስ ገለ ኢኻ ሓንቲ ቆልዓ እንታይ ትገብረና ጭንቕ ምስ በላ ከም ቦሚት ልመፃ መሲላ ዑዕ ትብል ማለት እዩ ምንም ነገር ግን የብላይ ዑዕ ምስ በለት ገዲፍና ላውዚ ላውዚ ላውዚ ላውዚ ኢልና ኣላ ኡፍ ወየ ትንፋስ ረኺበ ኢላትና ማለት እዩና ዘይርሳዕ ኣጋጣሚ እያ በዚ ኣጋጣሚ እና ኦም ኢና ዝሮ ኣብ ዓሰርተ ትሽዓተ ሰዓታት ባሕሪ ንሸግር ባሕሪ ምስ ሸግር ነውፅእ ምስ በልና ካብዚ ባሕሪ ክንዕርፍ ደቂስና ኣብ ዝወሰን ባሕርስ ኣብራኽና ክቑረፅ ኣብ ቁሪ በቃ በስመ ኣብ ብወልድ ቁሪ ብጣዕሚ እዩ ከቢድና በቃ ቁርስ ብትኽ ክብል ደልዮ እጋርና ላው ንኣቶ ላው ንሽጎጦ ስኢና ክሳዕ ታተወግሕ ማለት እዩ ቁሪ ነይሩ ኣወግሕ ምስ በለት መንገዲ ንቐፅል መንገዲ ናቐፀልና ንሃለና ገና ድንኳናት ኣይረኸብና ነርና ምንም ነገር ኣይረኸብና ነርና እሞ ኣብ ዝኾነ ቦታ ድቀስ ንብል ማለት እዩ ምስ ደቀስና ክነዕርፍ ኣዕርፉ ተባሂልናስ ካብ ኣነስ ከመይ ደይ ኢለ ከምዚኣ ኢለ ብዛ ዘለኹዋስ ድቅስ ይብል ምስ ደቀሱ እንታይ ደይ ኢለ ዋይ ኣምላኽ ብስሩ ድሕሪ ህዝስ ክጓዓዝ ማለት ድዩ ብስሩ ሞት ናፊቐ ማለት እዩ ህስትስ ኢለስ ጉዕዞ ክውስኽ በቃ ኣሉ ተስፋ ቁርፅ ተብል ሱቕ ኢልካ ናይ መወዳእታ ክኾነካ ናሃለይ ብጣዕሚ ተሰላኺትካ ምግቢ የለን ሕሰዎ ምግቢ ኣይብላዕን ተምሪ ነይሩ ኣብዚ ባሕሪ ተምሪ እውን ብዙሕ ኣነ ኣይበላዕኹይ በቃ ሱቕ ኢለስ እዚታተይ ነቂፁ ጎሮሮይ ነቂፁ ኣካላተይ ኩሉ ተሰናቢቱ ውይ ብቻ ብኣፍካ ክተዕልሎ ኩሉ ነገር ቀሊል እዩ እና ሱቕ ኢለስ ተሰላኺተ ኣምላኽ ኢለ በቃ ንኣምላኽስ ውሰደኒ ውሰደኒ የኢለዮ ማለት እዩ ምስሪ ውሰደኒ ካብዚኣ ሰይተልዕለኒ ቀስ ኣቢልካ ውሰደኒ ሓሲኹምዎ ዲኹም ኣብ ዓደይ ናሃለኹ ክንደይ ተመለሲ ገለ ናበለ እዛ ሰበይቲ ክንደይ ጀንጂናትና ምስ መዓበይ በቃ ኣብታ ስዑ ድማ ክበጽሓ ኣለኒ ናበልኩ ከይደሲ ካብዛ መጨረሻ ባሕሪ ሽግር ምስ በልና ከዓ ዓዲ ባሕሪ ሸጊረቶ ኢሉ እኳ ሰብ ናይ መጨረሻ ኢሉ መስሎ በቃ ዋይ ተመስገን ዕልል ኢሉ ይበሃል ኣብ ዓድና ከይትወድቕ ሙሉ ኣብ ዓድና ባሕሪ ሸጊረ ተታሂልኻ በቃ ተመስገን እዩ ልበሃልና ኣንሕና ግን ፈተናና ልበዝሐ ባሕሪ ምስ ሓለፍና ኢና ባሕሪ ምስ ሓለፍካ ተሕልፎ ፈተና ክንዲ ትንዓዲ እዩ ክንዲ ቅድሚ ባሕሪ ምሽጋርካ ዘሎ ፈተና ካብኡ ልገደደ እዩ ብስሩና ካብኡ ከምዚ ኣይለ ተስፋ ቆሪፀ ተሰላችየ ይብለኩም ኣብኦም መጨረሽኡ ድሕሪኡ ዝነበረ ጉዕዞ ከዓነ ከቕፅለልኹም እየ ፓርት ቱ ማለት እዩ። እዚ ፓርት ሓደ እዩ። ባሕሪ ተሻጊርና ናይ መጨረሻ ተስፋ ዝቆረፅኩሉ ኣብ ሂወተይ ዝነበረ ግዘ ኣብዚ ከቃርፆ እሞ ካብኡ ንደሓር ከ ታይ ጌርና ዝብል ሒዘልኩም ክመፅእ እየ። ሎማዓንቲ ዝነበረ ቪድዮ ግን ነዚ ይመስል ተተሞቺኩም ፓርት ቱ ኢልኩም ፀሓፉ ክቕፅሎ እየ።